ሰላም ከመይ ትጸንሑ ፍትዋትን ክቡራትን ናይዚ ዩቱብ ቻነል ተኸታተልቲ ነዚ ዕለት ዝሓረናልኩም ሓፀርትን እዋናውን ዜናታት ከምቲ ልሙድ ሒዝናልኩም ቀሪብና ኣለና ፈለማ ላይክና ሸር ሳብስክራይብ እናገበርኩም ክሳዕ ፍጻመ መደብና ሓቢርኩምና ክትጸንሑ ይዕድም

ዳግማይ ምኽፋት መጻወዎን ስግኣት ኒኩለራዊ መደባት ኢራን ከብቅዕን ዝመርሕ ስምምዕ ንምዝዛም ግዜ ክወሃበን ሓቲተን ክብል ትራምፕ ኣብ መድረኽ ትሩዝ ሶሻል ኣካፊሉ። ካብዚ ሕቶ ንምብጋስ ንመጻኢ ረብሓ ዓለምን ብተመሳሳለን ህላወ ዕውትን ብልጽግትን ኢራን ተባሂሉ ነቲ መጥቃዕቲ ክስርዞ ተሰሚዑ ኣለኹ ኢሉ። እስራኤል ኣብዚ ቃል ኪዳን ትጽንበር እያ ክብል ትራምፕ ጽሒፉ። እስራኤል ብዛዕባ እቲ ጉዳይ ዛጊድ ምላሽ ኣይሃበትን። ኢራን ኣብ ሰሙን መወዳእታ ንኣሜሪካ ከቢድ መጠንቀቕታ ኣጠንቂቓ እያ። ሚኒስተር ጉዳይ ወጻኢ ኢራን ኣባስ ኣራቺ ትማሊ ቀዳም ምስ ላዕለዎት ሰበ ስልጣን ቱርክን ፓኪስታን ስዑዲ ዓረብን ኣብ ዝገበሮ ዝተፈላለዩ ጻውዒት ቴሌፎን ዘተ ኣካይዱ። ኣራክቺ ምስ ሓለፍቲ ሰራዊት ፓኪስታን ፊልድ ማርሻል ኣሲም ሙኒርን ሚኒስተር ጉዳይ ወጻኢ ቱርኪ ሃካን ፋዳንን ኣብ ዘካየዶ ዘተ ኢራን ንዝኾነ መጥቃዕቲ ውሳነ ምላሽ ከም እትህብ ብምግላጽ ብዛዕባ ሳዕቤን ናይቲ ብኣሜሪካ ዝውሰድ ዘሎ ስጉምትታት ከምኡውን ብዛዕባ ተስፋታት ዝዓለመ ዘባዊ ዘይውሕስነት ከም ዝዘተየ ኣራግቺ ኣብ ቴሌግራም ሓቢሩ ድሕሪኡ ኣራግቺ ንሚኒስተር ጉዳይ ወፃኢ ስዑድ ዓረብ ሉል ፋይሳል ቢን ፋርሃን ኣብ ዝገበሮ ጻንሒት ዝኾነ ይኹን መጥቃዕቲ ኣሜሪካን እስራኤልን ወይ ድማ ዘባዊ ሃገራትን ኣብ ከምዚ ዓይነት ተግባራት ምስታፍ ተመጣጣኒ ግብረ መልሲ ከም ዝወሃቦ ገሊጹ ልኡል ዘውዲ ስዑዲ ዓረብ መሓመድ ቢን ሳልማን ብቐዳም ምስ ትራምፕ ከም ዝተዘራረበን ብዛዕባ መደባት ኣሜሪካን ስኽፍታ ከም ዝገለጸ ንጹርነት ክህልዎ ከም ዝሓተተን ሓደ በዓል ስልጣን ኣሜሪካን ኣክሲስ ሓቢሩ። ስዑዲ ዓረብ ብሞት ተፈሪዶም ፍሪ ዝትግበረሎም መዓልቲ ይጽበዩ ዘለዉ ብርክት ዝበሉ ኢትዮጵያውያን ኣብ መንግስቲ ኢትዮጵያ ከምኡ እውን ኣብ ማሕበረሰብ ዓለም ጻውዒት የቕርብሉ ኣብ ዘለሉ ግዜ ሚኒስተር ውሽጣዊ ጉዳይ ስዑዲ ዓረብ ኣውፅዎ ኣብ ዘሎ ሓበሬታ ሕጂ እውን ካብቶም ተኣሲሮም ዘለዉ ኢትዮጵያውያን ሰለስተ ብሞት ከም ዝተቐጽዑ ዕላው ገይሩ እዩ። ሚኒስተር ውሽጣዊ ጉዳይ ስዑድ ዓረብ እቶም ሰለስተ ኢትዮጵያውያን ተጻፋርስ ወይ ሓሽሽ ንምስግጋር ተሓባቢሮም ብምባል ንመት ፈሪድዎም ዝጸንሐ ኮይኑ እዚ ድማ እቲ ፍርዲ ኣብ ልዕሊኦም ተተግቢሩ ምህላው እዩ ዝገልጽ። እቶም ጥርጡራት ድሕሪ ምእሳሮም ዝተኻየደ ምርመራ ገበነኛታት ኮይኖም ከም ዝተረኸቡን ፍርዲ ንሞት ክፈርዶም ከም ዝወሰነን እውን እቲ ሚኒስተር ገሊጹ። በቲ ውሳነ ተኸሰስቲ ናብ ላዕለዋይ ቤት ፍርዲ እታ ሃገር ይግባይ ከም ዘቕረቡ እኳ እንተገለጹ፣ እቲ ውሳነ ግን ተቐባልነት ከም ዘይረኸበን እቲ ፍርዲ ከም ዝተፈጸመን ኣፍሊጡ ኣሎ። በዚ ድማ ኣብዚ ዓመት ጥራሕ ኣብ ስዑድ ዓረብ ህሞት ተፈሪድዎም ናይ ሞት መቕጻዕቲ ድማ ኣብ ልዕሊኦም ዝተተግበሩ ቁጽሪ ኢትዮጵያውያን ን ዓሰርተ ሸውዓተ ደይቡ እዩ ዝርከብ። ከም ዝዝከር ሁማን ራይቶች ዝበሃሉ ተጣባባቒ ሰብኣዊ መሰላት ዝኾነ ትካል ኣብ ስዑድ ዓረብ ሱሳን ሰለስተ ምስ ዕጻ ፋርስ ዝተተሓሓዙ ኣብ ትሕቲ ቀይዲ ዝኣተዉ ኢትዮጵያውያን ናይ ሞት መቕጻዕቲ ይጽበዮም ኣሎ ክብል ሓበሬታ ኣውፅኡ ነይሩ እዩ። ሚኒስተር ጉዳይ ወፃኢ ኣሜሪካ ንዜጋታት ኤርትራን ኢትዮጵያን ዝርከብዎም ንኣሜሪካ ንምእታው ቪዛ ኣብ ዝሓትሉ ዘትሕዝዎ ገንዘብ ብ15 ሽሕ ናብ 20 ሽሕ ዶላር ንምዕባይ ዘቕረቦ እማመ ከም ዘተግብሮ ተገሊጹ። እቲ መደብ ከኣ ንኣመልከቲ ቪዛ ንግድን ቱሪዝምን ማለት እውን ቢዋንን ቢቱን ዝምልከት ምዃኑ እቲ ቤት ጽሕፈት ብዓርቢ ኣሜሪካ ሓበሬታ ኣብ ዘውጽኦ መግለጺ ገሊጹ ኣሎ። በዚ መሰረት ከኣ ካብ ኣሜሪካ ካብ መጠን ንላዕሊ ዝጸንሑ ውልቀ ሰባት ገንዘቦም ከይምልስ ዝኽልክል ስርዓት ተተኺሉ ዘሎ ኮይኑ ካብተን ኣብዚ ዝርዝር ኣትየን ዘለዋ ሃገራት ኣፍሪካ ማለት እውን ኢትዮጵያን ጅቡትን ናይጀርያን ሰኔጋል ኡጋንዳ ዛምብዌን ዛምብያን ታንዛንያን ኣብ ቅድሚት ተሰሪዐን ዘለዋ እቲ ኣብ ውሽጢ ዝመጽእ ዘሎ ቀረባ መዓልትታት ኣብ ግብሪ ክውዕል ትጽቢት ዝግበረሉ ዝተመሓየሸ መደብ በጻሕቲ ልዕሊ እቲ ቪዝኦም ዝፈቕደሎም ኣብ ኣሜሪካ ንኸይጸንሑ ዝዓለመ ምዃኑ እዩ ዝግለጽ። ብመሰረት እቲ መደብ ኣመልከትቲ ንቪዛ ክሳዕ 20,000 ዶላር ከቕምጡ ክግደዱ ኾይኖም እዚ ኸኣ ኣብ ሰዓቶም ተተመሊሶም ዝምለስ ገንዘብ እዩ። ኣሜሪካ ኣብ ዝሓለፉ ዓመት ዜጋታተን ቪዝኦም ካብ ዘፍቅድዎ ንላዕሊ ልዕሊ ዓቐን ይጸንሑ እዮም ዝበለተን ብርክት ዝበላ ሃገራት ናይ መገሻ እገዳ ገይራ ነይራ እያ። ኣብዚ ሕጂ ብምምሕዳር ዶናልድ ትራምፕ ተዳልዩ ዘሎ ናይ ኣሜሪካ ክኣቱ ዝደሊ ንቪዛ 20,000 ዶላር ትሕጃ የቐምጥ ዝብል መደብ ንሓምሳ ሃገራት ዝምልከት ኮይኑ ካብተን ሓምሳ ሃገራት ድማ እተን ሰላሳ ኣፍሪቃ ዘለወን ሃገራት እየን። ሰበስልጣን ኣሜሪካ እዚ ስጉምቲ ልዕሊ እቲ ቪዛኦም ዘፍቅደሎም ዓቐን ዝጸንሑ በጻሕቲ ንምንካይ ዝዓለመ ምዃኑ እዮም ዝገልጹ። ይኹን እምበር ተጠዋያቕቲ ኢሚግሬሽን እቲ መደብ ናብ ኣሜሪካ ዝግበር ጉዕዞ ዝድርኽ ምዃኑ እዮም ዝገልጹ።

ኣብቲ ብመንገዲ ኤክስ ወይ ድማ ናይ ቀደም ትዊተር ዝተዘርግሐ ዘሎ ጽሑፍ ድማ ነቲ ሰልፊ ፓተንኪን ዝብል ሰልፊ ብልጽግና ብመንገዲ ዕላዊ ሃገራዊ ማዕኸናት ዜና ኢትዮጵያ ወይ ፋና ካልኦት ኣብዚ ሰሙን እዚ ብፍላይ ድማ ኣብ ከባቢያዊ መደባት ኣብ ልዕሊ ኤርትራ መዓልታዊ ናይ ጎግል ሓበሬታ ፕሮፓጋንዳ ወፍሪ ምፍናውን ጸለመታት ይካየደሎ ኢሉ ሚኒስተር ዜና ኤርትራ የማነ ገብረ መስቀል እቲ ብወገን ፓት ሚኪንግ ኢሉ ዝጽውዖ ሰልፊ ብልጽግና ዝዝርጋሕ ዘሎ መግለጽታት ተደጋጋሚ፣ ቅድሚ ሕጂ እውን ዝዝርጋሕ ዝነበረ ተኹታዂ ናይ ዘይምርግጋእን መግለጽታት ይፍነዎ ኣሎ። እቲ ሰልፊ ብልጽግና መግለጺታት ከኣ ሓደ ናጽነት ኤርትራ ዝኸሓደ፣ ካልኣይ ንላዕለዎው ኣፍደገ ባሕሪ ኢሉ ዝገልጾ ጉዳይ ኣፍደገ ባሕሪ ዝደጋግም፣ እንተኾነ ብዘተ እንተዘይኮነ ድማ ኣድላዪ ተኾይኑ ብሓይሊ ዝብለሉ ጉዳይ ባሕሪ ዝጥቀስ መግለጺ፣ ሳልሳይ ድማ ናብ ክሳብ ደሴታት ዳህላክን ኤርትራን ዘስፋሕፍሕ ዝኾነ ኲናት ምውላዕ እዚ ከኣ ጸዓት ናይታ ባሕሪ ንምሕላው ዝብል ምኽንያት። ብምቕራብ ክብሎ እንከሎ፣ እቲ ራብዓይ ድማ ንኹናትን ንውርነትን ሕጋዊ ንኸላብስ ፖለቲካዊ ምጉትታት የቕርብ ዘሎ ብምባል እዩ። ሰልፊ ብልጽግና ቀይሕ መስመር ከም ዝሓለፈ፣ ብዝኾነት ሃገር ተቐባልነት ዘይብሉን ዝዓበየ ኣልዒሉ ይማጎት ከም ዘሎን እዩ ገሊጹ። ኣብ መወዳእታ ድማ እቲ ዘሕዝን ሓቂ፣ እዚ ተግባራት እዚ ኣብ ውሽጢ ሃገር ይኹን ኣብ ዞባ ቀርኒ ኣፍሪካ መወዳእታ ዘይብሉ ግጭታት ኣብ ምውላዕን ኣብ ምስታፍን ዝርከብ ሰልፊ ብልጽግና ልሙድ እናኾነ ይመጽእ ኣሎ ኢሉ። ሰበስልጣን ትግራይ መንግስቲ ፌደራል ብወገን ምዕራብ ትግራይ ሓድሽ ኩናት መስሪቱ ክብል ሎሚ ዕላው ዝገበርዎ መግለፂ ሓቢሮም ኣብቲ ላዕለዋይ መደበር ቴሌቭዥን ናይ ትግራይ ወፂኡ ዘሎ መግለፂ ክልል መንግስቲ ትግራይ ሰራዊት ፌደራል ኣብ ምዕራብ ትግራይ ብወገን ሸራሪኖ ካሊእ ኣብ ልዕሊ ሓይልታት ትግራይ ውግእ ከም ዝኸፈተን እቲ ወግእ ድማ ይቕፅል ከም ዘሎን እዩ ገሊፁ ክልላዊ መንግስቲ ትግራይ መግለፂኡ መንግስቲ ፌደራል ነዚ ዘሎ ኩነታት ከም ዘጓሃሃሮ ክፉት ኮይኑ ከም ዝወዓለን ንምዕራብ ትግራይ ከዓ ደጊሙ ማእኸላይ ኩናት ክገብራ ወሲኑ ከም ዘሎን እዩ ከሲሱ ዝርከብ እቲ ወፂኡ ዘሎ መግለፂ ቀፂሉ ብመንግስቲ ፌዴራል ኣብ ልዕሊ ህዝቢ ትግራይ ክካየድ ዝፀንሐ ኩሉ መዳያዊ ክባን ዕፅዋን ከምኡ እውን ብሰብ ኣልቦ ነፈርትን ብናይ ውክልና ዕጡቓት ሓይልታት ዝፍፀም ፀጥታ መጥቃዕቲ እናገደደ ድሕሪ ምፅንሑ መልክዓዊ ንዓሌት ኣፅናቲ ስርዓት ብልፅግና ቅኑዕ ኩናት ኣበጊሶ ኣሎ ክብል ሓቢሩ መንግስቲ ፌዴራል ፍሉይ መርገፂ ከየቕረበ ኣብ ዝተፈላለዩ ውድድራት ፀዋታትን ክባታትን ወታደራዊ ምድለዋትን ኣንፃር ትግራይ ተዋፊሩ ከም ዝፀንሐ እውን ከሲሱ እዩ። ድሕሪ ምፍራም ውዕል ፕሪቶርያ እውን ኣብ ዝተፈላለዩ ወታደራዊ ምድላዋትን ምፅማድ ቀፂሉ ፀኒሑ እዩ። ሕጂ ድማ ብወገን ምዕራብ ትግራይ ኣብ ከባቢ ሸራሪኖን ካሊእ ውግእ ከፊቱ እዩ ኢሉ። እቲ መግለፂ ነበርቲ ትግራይ ሓይልታት ፀጥታን ሲቪል ማሕበራት ትካል ሃይማኖትን ተሳትፎኦም ከዕብዩ ክፅውዕ እንከሎ ኣብ ቃልሲ ሃገራዊ ህላወን ክፅምበሩ ድማ ኣተሓሳሲቡ። ንሃገራዊ ዕንወት ፈጺምና ኣይንምብርከኽን ኢና ዝብል እቲ መግለጺ፣ ሓይልታት ደገፍቲ ትግራይ ከም ትማሊ እውን ሎሚ እውን ተኣምራዊ ታሪኽ ንምስራሕ ክዳለዉ ጻውዒት ነቕርብ ክብል እውን እቲ መግለጺ ጻውዒት ኣቕሪቡ እዩ ዝርከብ። ተወሳኺ ሰበ ስልጣን ትግራይ፣ ማሕበረሰብ ዓለም ጣልቃ ክኣቱ ከተሓሳስቡ እንከለዉ፣ ካብቲ ብፌደራል መንግስቲ ተወጊሱ ዝበልዎ ግጭት ዘጋጥም ሳዕቤን ድማ ኣጠንቂቖም ኣለዉ። ማሕበረሰብ ዓለም ካብቲ ኣብቲ ዞባ ዝወዓለ ኲናት ከስዕብ ዝኽእል ሳዕቤናት ተረዲኡ ኣድላዪ ስጉምቲ ክወስድ ኣለዎ ኢሎም። መንግስቲ ኢትዮጵያ ነቲ ዝቐረበሉ ክሲ ግብረ መልሲ ኣይሃበን ዘሎ። ከም ዝፍለጥ ኣብ መንጎ መንግስቲ ፌዴራልን ትግራይን ንነዊሕ እዋን ናብ ኩናት ከየምርሕ ክስጋእ ዝፀንሐ ክተፋነኑ ዝፀንሑ ኮይኖም ቀዳማይ ሚኒስትር ኢትዮጵያ ድማ ሸውዓተ ሓምለ ንባይቶ ሃገራዊ ኣስሚዕዎ ኣብ ዝነበረ መደረ ሱዳንን ህወሓትን ኤርትራን ኣንጻር ኢትዮጵያ ይተሓባበር ኣለዋ ክብል ከሲሱ ነይሩ እዩ ምስ ስርዓት ደርጊ ንምውዳቕ ኣበርክቶ ዝገበረ ምሕዝነት ተመሳሰልነት ብምምፃእ ድማ ስሞም ዘይተጠቐሱ ናይ ደገ ተዋሳእቲ እውን ይሳተፉ ከም ዘለዉ ተዛሪቡ እዩ ዓበይቲ መራኸቢ ብዙሃን ዓለም እውን ኣብዚ ዜናታት ሰራዊት ፌዴራል መንግስቲ ኢትዮጵያ ኣብ ልዕሊ ሰራዊት ትግራይ ደብዳብ ድሮንን ከቢድ ብረት ብምክያድ ነቲ መጥቃዕቲ ከም ዝኸፈቶ እየን ጸብጻባተን ዘርጊሐን ዘለዋ። ብልጽግና ምኽንያት ንምፍጣር ኣብ ከተማ ኣስመራ ኣብ መንጎ ሱዳንን ኤርትራን ሕወሓትን ንዓይኒ ምእላይ ምንቅስቓሳትን ስምምዓትን ተኻይዱ ብምባል ከሲሱ እዚ ቀሪቡ ዘሎ ክስታት ዝገርም ካብ ምዃን ሓሊፉ ንብልጽግና ነቲ ኣብ ልዕሊ ሰራዊት ትግራይ ዘካየዶ መጥቃዕትታትን ደብዳባትን ምኽንያት ክኹንኖ ዝኽእል ኣይኮነን እቲ ካልኣይ ብወገን ስርዓት ብልፅግና ቀሪቡ ዝርከብ ክሲ ኣብ ልዕሊ ሰራዊቱ ናይ ድሮን ደብዳብ መጥቃዕቲ ከም ዝተኻየደ እዚ ተኻይዱ ዝርከብ ዘሎ ናይ ድሮን ደብዳብ መጥቃዕቲ ካብ ሰራዊት ትግራይ ዘይኮነስ ካብ ሳልሳይ ኣካል ዝመፀ እዩ ክብል ክስታቱ ቀሪቡ ዝርከብ ዘሎ ትማሊ ዝተኻየደ ኩናት ስርዓት ብልፅግና ኣብ ልዕሊ ሰራዊት ትግራይ ብዙሓት ዓወታት ተመዝጊበ እየ ክብል ተሰሚዑ ነይሩ ድሕሪ እቲ ኩናት ዝግመዋልን ምዕራፉን ግን ኣብ ልዕሊ ሰራዊት ናይ ድሮን ደብዳብ ከም ዝተፈጸመ እዩ ክስታት ዘቕርብ ዘሎ። እዚ ዝረኣናዮ ነገር እንተሃልዩ ኣብቲ ትማሊ ዝተኻየደ ኩናት ሰራዊት ፌዴራል መንግስቲ ኢትዮጵያን ስርዓት ብልጽግና ዓበይቲ ክሳራታት ከም ዝተሰከመ እዩ። ሰራዊት ትግራይ ዘመናዊ ድሮናት ከም ዝተዓጠቐ እዩ ወታደራውያን ኣዘዝቱ ኣብ ዝተፈላለዩ ኣጋጣሚታት ዝሕብርዎ ዝነበሩ። ሕጂ ብብልጽግና ዝስማዕ ዘሎ ሳልሳይ ኣካል ኣብ ልዕሊ ሰራዊትና ድሮን ደብዳብ ተኻይዱ ብምባል ዘቕርቦ ዘሎ ክስታት እቲ ሰበብ ናብ ኤርትራን ሱዳንን ምትሕሓዝ ንምፍጣር ከም ዝኾነ ተሓቢሩ። ብዓብዩ እዚ ስርዓት እዚ እቲ ኣብ ቀርኒ ኣፍሪካ ዝካየድ ዘሎ ኩናት ናብ ደባት ኤርትራን ሱዳንን ክሰጋገር ምዃኑ ብመንገዲ ወታደራውያን ኣዘዝቱ ክፍክር ቀኒ እዩ እዚ ትማል ን12 ሰዓታት ዝተኻየደ ውግእ ብልፅግና ዝኣተወ ኩናት መውፅእ ክረክብ እውን ኣይከኣለን ብክልቲኦም ወገናት ናብቲ ኩናት ዝተኻየደሉ ከባብታት ተወሳኺ ዕጥቂ ነፅዋርን ሰራዊት ይጓዓዝን ከም ዘሎ ናይ ዓይኒ መሰኻኽርን ንመራኸብታት ናይ ኢትዮጵያ ከምኡ እውን ንመራኸብታት ዓለም ዜና ፀብፃባት ይዘርግሑ ኣለዉ